ኣጋይሽ ክህልው ክእሉ ስለ ዝኾኑ ምክንያቱ ሰለ መብዛሕትና ከም ንፈልጦ ኣብ ማሕበራዊ ሚድያ ብብዙሕ ፀግዓ ሓቂ ወገን ሓቂ ኮይኑ በቃ እንታይ ይኹ ኣክቲቪስት እዩ ኣገልጋሊ እቲ መንፈሳዊ ተጣባቒ ሰብኣዊ መሰላት እዩ እውን ኣብ ኩሉ እዩ ሰሌብ ኩሉ እዩ ዘሎ ኣብቲ ሓቂ ዝበሃል ኣብቲ ቅኑዕ ዝበሃል ነገር ኣብኡ ኢኻ ትረኽቦ እና በዚ በዛ ኣጋጣሚ ሰሌ ኣዝየ ዘመስግነካ ስለ ትግሃትካ እግዚኣብሄርካ መመሊሽ ፀጉ የብዝሓልካ እስኪ ንእሽተይ መእተዊ ትኸውን ሰሌ መን እዩ ታንኪዩ ከባር ሓወይ ኣምላኽ ከማኻ ዓይነት ሓዊ ኩልኹም እቶም ኣብ ሓቂ ደው ኢልኩም ምእንቲ ሓቂ ምእንቲ ፍትሒ ደው ኢልኩም ትቃለሱ ዘለኹም ክቡራት የሕዋተይን ኣሓተይን ኣባኻትኩም ዓቢ በቃ ክብሪ ኣለኒ ስለዚ ካብ ኣራሒ ወይ ድማ ካብኦም ሓደ ስለ ዝኾንካ ኣምላኽ ዘመንካ ይባርኽ ሰሎም ደበሳይ ይበሃል ኣስመራ ተወሊደ ዓበየ ኣስመራ ተማሂረ ከምቲ ኣብ ኩልና ዝበፅሐ ፀገም ኣብ ዓደይ ክነብር ስለ ዘይከኣልኩ ካብ ዓደይ ሃዲመ ኦልሞስት ቴስዓን ትሽዓተን ከባቢ ድሕሪ እቲ ዝነበረ ግጭት ናይ ኢትዮጵያን ኤርትራን ሽዑ ምስ ወፃኹ ኣርባዕተ ዓመት ኣብ ግብፂ ኣብዚ ከዓ ዕስራን ሓደን ዕስራን ክልተን ዓመት ኣብ ካናዳ ገይረ ኣብ ካናዳ ኣቕመጥ ኣለኹ በዓል ሓዳር ኣቦ ክልተ ቆልዑት ኣገልጋሊ ከምዚ ከባርኺ ሓወይ ክትብሎ ዝጸናሕኻ ደላይ ፍትሒ ኣገልጋሊ ኣምላኽ ኣብ መጽሓፍ ቅዱስ ኢዮብ ስራሕኻ እንታይ ኢሎም ምስ ሓተትዎ ኣገልጋሊ ናይ ኣምላኽ ኢሉ እግዚኣብሔር ይመስገን ስለዚ ካብኡ ዝበልጥ ስራሕ የለን ካብቲ መንግስቲ ኣምላኽ ካብ ናይ ኣምላኽ ኣገልጋሊ ምዃን ዝበልጽ የለን እቲ ናይ ኣምላኽ ኣገልጋሊ ምዃን ማለት ድማ ንኹሉ ማለት ፍትሓዊ ሰብ ምዃን ኣብ ሓቂ ደው ምባል ማለት ኣይንጋጌና ማለት ኣይኮነን ንሕና ኣማልኽቲ ኣይኮናን ሰብ ኢና ግን እግዚኣብሔር ይመስገን በቲ ኣምላኽ ዝሃበና ጸጋ ካብቲ ሕማቕ ነገር እንዳርሓቕና ኣብ ሓቂ ሓደሓደ ግዜ እቲ ሓቂ ዋጋ የኽፍል እዩ የዕሩኽትኻ ጠልሙኻ፣ የሕዋትካ ጠልሙኻ፣ ቤተሰብካ ጠልመካ፣ ብዙሕ ብዙሕ ነገር ኣሎ ግን እዚ ዝበለጸ ካብ ሓቂ ዝበልጽ የለን። ስለዚ ሰሎሙን እዚ እዩ ይብል ብዛዕባ ነብሰይ። ብጣዕሚ ብጣዕሚ ደስ ዝብል ያ ናይ ብሓቂ ዳርጋ መብዛሕትና ንፈልተካ ኢና መብዛሕቶም ይፈልጡካ እዮም ኣነስ ደሓን ኣነ ምሳኻ እንዲ ዘለኹ መብዛሕቶም ይፈልጡካ እዮም ዮናስ ክብል እዩ እዮብ ኢሉ ዮናስ እዩ እዮብ እዮብ እዮብ እወ ኖ ኖ ዮናስ ዮናስ ዮናስ ዮናስ- ክብል እዮብ ኢሉ እዮብ ዮናስ እዩ እወ እወ ያ- እዮብ የለ እወ እዮብ ኢልካ እሞ እ፣ እወ ዮናስ ዮናስ እ፣ ቅድሚ ሕጂ እውን ዮናስ ኢልካዮ ስለነበርካ ስ- ፈ- እወ ትፈልጣ ኢኻ ዮናስ ዮናስ ያ። ሕራይ ዮናስ። ሕራይ ሰሊሕ ወይ እሞ አ፣ ብጣዕሚ አ፣ ሎሚ እውን ኣብዚ አ፣ ገለገለ ሕቶታት ሒዘ መፅካ ኣለኹ እሞ አ፣ ሕራይ። እስኪ አ፣ ኣነ ንስኻን ብዝያዳ ዝተፋለጥናሉ ኣብዚ ዝሓለፈ ኣርባዕተ ዓመት ኣብዚ ፅንኩር ኩነታት ነበረ ናይ ትግራይ ኣብኡ እንዲና ዝያዳ ተፋሊጥና ዝያዳ ንፋለጥ እውን ኣብቲ ዝነበረ ናይ ማሕበራዊ ታሽሙ ናይ ማሕበራዊ ሚድያታት ብድሕሪ እቲ ሌላና ማለት እዩ ሓቀይ ሓቀይ ሌሰለ ሓቂ ሓቂ እያ እሞ እስኪ ኣብቲ ፅንኩር እዋን ኣብ ጎኒ ህዝቢ ትግራይ ደው ምባልናሲ ከመይ ትገልፆ እስኪ ከም መእተዊ ክኾነና ከመይ ይስማዓካ ኣብቲ እዋን እቲ በቃ ኣብ ጎኒ ህዝቢ ትግራይ ደው ምባልካ ምባልና ኩላና እያ
እግዚኣብሔር መስከን እንታይ ምስለካ መብዛሕትኡ ግዜ ሕጂ ንዓና ዝፈልጡናሲ ብትግራይ ትስዕሪ እስኻ እኮ ዓሰርተ ሳዕ እንድሕር ደኣ ዝኾነ ነገር ክነቕፉኻ ደልዮም እስኻ እኮ ትግራይ ትስዕር ኢኻ ንስኻ እኮ ትግራይ ትስዕር ኢኻ እግዚኣብሔር ይመስገን ኣነ ትግራይ ትስዕር እየ ስለምንታይ እቲ ናይ ብሓቂ ሕልና ዘለዎ ሰብ እቲ ዝሓስብ ንኣምላኽ ዝፈርህ ንኣምላኽ ዘፍቅር ትግራይ ትስዕር እዩ ዝብል ምክንያቱ ኣብቲ ሰዓት እቲ በርባዕተ ብሓሙሽተ ኩርናዓት ከቢቦም ሓደ መንግስቲ ይኮነ ዝተፈላለየ መንግስቲ ደቂ ኣንስትዮ ዝድፈራሉ ንብረት ዝዝረፈሉ ህፃውንቲ ናይ ብሓቂ ዝሓዝን ከም ጓሓፍ ተረሺኖምሲ ብሕልፊ ሓደ መዓልቲ ዘይዝክሮ ዘይርስዖ ወዲ ዓሰርተ ክልተ ዓመት ገለ ኾን እዩ ብድሕሪት ደው ኢላሲ ንድሕሪት እያ ማለት ከምዚ ገፁ ናብቲ ገደል እዩ ገይሩ ምዃስ ቪድዮ ቀዲሕሞ ነዚ ከም ሓደ ዓብ ስራሕ ሕጂ ነዚ እንዳረኣኻ ምስቲ ዋላ ክርስትያናት ነይሮም እንዲኦም ገሊኦም ድምፂ እውን ኣይሃቡን ማለት ምንም ፅቡቅ ኣይዛረቡ ሕማቅ ኣይዛረቡ ጥቕሲ ጠቕሱልካ እቲ ግዜ ሕማቅ እሞ እቲ ግዜ ክፉእ እሞ እቲ ለባም ስቕ በል ትብል ጥቕሲ ጠቒሶም ስቕ ብሉ ሕጂ በቲ ሓደ ወገን ከዓ ኮፃ ኣይኮኑ ዝዛርቡ እኳ እዮም ዘለዉ ንዓና ክነቕፉና ከሎስ ይዛረቡ ኣለዉ። ሕጂ እንታይ ክብል ደልየ ኣብታ ሰዓት እቲኣ ከምኡ ሰብ ከምኡ ዓይነት ወጽዓ ከምኡ ዓይነት ሞት ከምኡ ዓይነት ምድፋር ደቂ ኣንስትዮ ከምኡ ዓይነት ብድሮን ብዘይ ዕረፍቲ ንክልተ ዓመት ሰብ ክድብደብ እንዳረኣየ ንሕና ኦኬ መንነትና ኣነ መንነተይ ትግራዋይ ግን መንነተይ ከምኡ ስለ ዝኾነ ኣይኮነን ትግራይ ትስዕር ዝብል ነይረ ወይ ድማ ኣብ ጎኒ ህዝቢ ትግራይ ደው ዝበልኩ ሰብ ክሕረድ ስለ ዝረእኹ እየ ሰብ ብሓዊ ክጥበ ስለ ዝረእኹ እየ ከም ዕፉን ደቂ ኣንስትዮ ክድፍራ ስለ ዝረእኹ እየ መናእሰያት ተረሽኖም ከም ጉሓፍ ክድርበዩ ስለ ዝረእኹ እየ ሓንቲ ሰበይቲ ሰብኣያን ንሳን ወዲ ዓሰርተ ሸሞንተ ዓመት ቆልዓ ኣብ ሓደ ገዛ ጸኒሖምሲ ኣትዮሞ መፅዮሞ ሽዑ ነቲ ቆልዓ ነቲ መንእሰይ ሕሰቦ ደዕበኻዮ ወድኻ ይትረፍ ይዕበ ይንኣስ ወድኻ ወድኻ እዩ ግን በፂሕለይ ዝበልካዮ ቆልዓ ወስ ምስ ወሰዶ እቲ ሰብኣይ ድማ ምስ ወጺ ወደይ ናበይ ትወስዶ ኣለኹም ኢሉ ንኽልቲኦም ረሺኖምሲ ኣብቲ ካንቸሎ ደርቢዮሞ ሕጂ ከምዚ እንዳረኣኻ ኣብ ጎኒ እቲ ውጹዕ ደው ዘይትብል እንተ ኮንካ ክርስትናኻ ክርስትና ኣይኮነን ክርስትናኻ ፈትሽ እዚ ክርስትና ኣይኮነን ናይ ብሓቂ ክርስትና ኣይኮነን እዚ ናይ ፀልማት ኣገልግሎት እዩ ናይ ፀልማት ናይ ሰይጣን ኣገልግሎት እዩ ሕጂ ገሊ ሰብ ንምንታይ ኢኻ ናይ ሰይጣን ትብል ንምንታይ ኢኻ ጠንቆልቲ ትብል ንምንታይ ኢኻ ከም ትብል እንታይ ዳእ እሞ ክብል ሓደ ሓደ እኳ እዩ ማለት ዩ ካን ቢ ኢንቢትዊን ወይ ናይ ኣምላኽ ኣገልጋሊ ኢኻ ወይ ድማ ናይ ስልጣን ናይ ሰይጣን ኣገልጋሊ ኢኻ ጴጥሮስ እቲ ሃዋርያ ዝተባህለ ናይ ኣምላኽ ኣገልጋሊ ኣምላኽ ክጥቀመሉ ከሎ የሱስ ክርስቶስ ክጥቀመሉ ከሎ ንርኢ ሰይጣን ክጥቀመሉ ከሎ ከዓ ንርኢ ይባልህካ ናብ መስቀል ኣይትኸይድ ምስ በላ እታ ሰይጣን ካባይ ረሓቕ ኢልዎ ስለዚ ሰብ ምርጭኡ እዩ ኣገልጋሊ ኣምላኽ ክኸውን ወይ ኣገልጋሊ ሰይጣን ስለዚ እንታይ ክብል ደልየ ኣብቲ ሰዓትቲ ትግራይ ትስዕር ክንብል ከለና ሃገረይ ትስዓር ማለት ኣይኮነን ወይ ፅሊ ሃገረይ ፅሊ ህዝበይ ሃሊኒ ይኮነን ኖኖ ካብቲ ከቢቦም ነበረ ሽግር ካብቲ ኣትዮሞ ዝነበሩ ፀልማት ጀኖሳይድ ብሓቂ እቲ ናይ ብሓቂ ናይ ጀኖሳይድ ትርጉም ሽዑ እየ ርእዮ ሽዑ እዩ ተረዲእኒ ሕጂ ካብኡ ስዒሮም ክወፁ እዮም እግዚኣብሔር መስገን ካብኡ ካብ ወፅዮም እቲ ዘሕዝነኒ ግን ከም በዓል መኒቲ ሳይካትሪስት ድዩ ሳይኮሎጂስት ሳምሶን ምስግና በዓል ሜሮን ሳት ገለ ኣሎ ነው ናይ ብሓቂ ጀኖሳይድ ኣይተፈፀመን ነቲ ጠንጢኖሞ ዝኸዱ ናይ ኤርትራ ሰራዊት ሲ ልዕሊ ህዝቦም ዘፍቅሩ ኣምስሉታት ሓሰውቲ ናይ ብሓቂ ሓሰውቲ ሸቀጥቲ ምክንያቱ እንተ ደኣ ከምኡ ኮይኑ ምስ ተሓተተ እኮ ዋላ ሳምሶም ምስግና ምስ ተሓተተ ክተተ ትበሃል ስመኸተትካ ዶ ኣይከትትን እዩ ሓዋ እያ ክትትን እዩ ደቁ ኣይኽትትን እዩ ንሱ ኣይከትትን እዩ ሰበይቱ ኣይተኸትትን እያ ኣዝማዱ ኣያኸትትን እዩ ግን ነቶም ጠንጢንዎም ዝመፀ ሰራዊት ኤርትራ ልዕሌና ልዕሊ ህዝቢ ንሕና ኣነ ሰራዊት ኤርትራ የፍቅር ህዝቢ ኤርትራ የፍቅር ኩሉ የፍቅር ክጋገ ከለኻ ትጋገ ኣለኻ ብል ነቶም እቶም በቃ ዝፈትዎም ደቀይ ዘረባ ዳ ኣብዚሕ እምበር ከባር ሓወይ እቶም ዝፈትዎም ደቀይ እቶም ዝወለድኮም ደቀይ ከይዶም ሰብ ቀቲሎም ድሕር ዳ መፂኦም ደቀይ ስለ ዝኾኑ ጌጎም ኣይሽፍን እቲ ሓቂ ደኣ እንታይ እዩ? ሕጂ መጀመርያ ዝገብሮ ምስቲ ደቀይ ወጽዓ ዘብጽሕሉ ቤተሰብ ከይደ ዕርቂ ይፈጥር፣ መውስቦ ገይረ ድየ ዕርቂ ክፈጥር፣ ዋሕስ ከፊለ ድየ ዕርቂ ክፈጥር፣ ምስኦም እየ በቃ ገበነይ እየ ዝኣምን መጀመርያ። እዚ እዚ ወደይ ከምዚ ገይሩ ሰብ ቀቲሉልኩም ስለዚ በቃ ክኽሕስ ኢለ ወደይ ከይጠፍእ ምእንቲ ሕጂ ትግራይ ትስዕር ክንብል ከለና እቲ ናይ ብሓቂ ኤርትራዊ እቲ ናይ ብሓቂ ኤርትራዊ እቲ ናይ ብሓቂ ኣገልጋሊ ኣምላኽ እቲ ናይ ብሓቂ ህዝቡ ዘፍቅር መጀመርያ ሓቂ ነቲ ዝተፈፀመ ኣብ ትግራይ ዝተፈፀመ ግፍዒ ንዑ እዩ ዝኣምን መጀመርያ ድሓር ከመይ ገይሩ ከም ዝከሓስ ምክንያቱ ኣማና እውን ክበፅሕ ይኽእል እዩ ኣብ ህዝብና ክበጽሕ ይኽእል እዩ ኣብ ደቅና ክበጽሕ ይኽእል እዩ መይቢ ደገ ስለ ዝወጻና ዘይበጽሓና መስለና ክበጽሕ ይኽእል እዩ ኣምላኽ ኣብ ኩሉ ኣሎ እግዚኣብሔር መስገን ዳዊት ከምኡ እንዲሉ ምሽ መንጸፈይ ዋላ ኣብ ሲኦል እንተንጸፍኩ ኣምላኽ ኣብ ኩሉ ኣሎ ስለዚ ኸባራ ሓወይ ትግራይ ትስዕር ዝብል ዝነበርኩም ሕጂ እውን ትግራይ ትስዕር ዝብል ትግራይ ሲ ስጋብ እዛ ሰዓት እዚኣ ሃገር ኮይኖም ልክዕ ከምዚ ንሕና

ክርኢ ስለ ዝደሊ እየ ኣምላኽ ይመስገን
ናይ ብሓቂ ያ ፅቡቅ ኣለካ ሰለ ሓወይ ዋላ ኣነ እውን ከምኡ እየ ዝርዳኣ ትክክል እያ ትግራይ ትስዕር ማለት ሲ በቃ ንህዝቢ ኤርትራ ትስዕሮ ኣላ ማለት ኣይኮነን ከምዚ ሕጂ ስሚርካ የፀናሕካ ከምኡ ይኮነን ንብል ነርና ማለት እዩ ትግራይ ብኩሉ ህዝቢ ትግራይ ብኩሉ ተኸቢቡ ልዕሊ ሸውዓተ ዝኾኑ ሓይልታት ከቢቦሞ ካብ ደገን ካብ ውሽጥን ኣጫኒቖምሉ ፀበባ ከምቲ ትገልፆ ፀናሕካ ብስቓይን ብገለን ተኣሽሙ ዝኾነሉ ኣብ ዝነበሩ ሰዓት ኣብቲ እዋን ትስ ሰለ ትዝክር ተኾንካ ኣብ እዋን ኮቪድ ናይ ጥልያን ዶክተርስ ብዙሓት ስለ ብኮቪድ ተኣሽሙ ዝተሃስዩ ፕሬይ ፎር ኢታሊ ኢሎም ይደናገጹ ነይሮም ኣብቲ ሰዓት እቲ እቶም ናህና ናህና ትግርኛ ተጋሩ መበቆሎም ከማና ማለት እዩ ኦሪጂኖም መንነቶም ተጋሩ ዝኾኑ ተዛረብቲ ትግርኛ ብዛዕባ ጥልያን ተኣሽሙ ይኾኑ ነይሮም ጌጋይ ማለት ኣይኮነን ብዛዕባ ሶርያ ፕሬ ፎር ሲርያ ፕሬ ፎር ገለ እዚታት ኩሉ ግዜ ኢኻ ትሪኦ ብኡ ኣብቲ ቀረባ ምስኡ ዘሎ እሞ ናቱ ኣካል እሞ ካብቲ ዝመጹ ዘለዉ እውን ናህና ህጻውንቲ ቆልዑ እዚ እንዳረኣየ ኮሎ ክንዲ ዓገብ ገለ ዝብል መሊሱ ኣጽቂጡ ሱቕ እብል ነይሩ ማለት እዩ ሕጂ ትሪኦ ከምቲ ዝበልካዮ እዚ ክርስትና ኣይኮነን ትብሎ ጸናሕካ ማለት ኢና ሰብኣውነት እዩ ብዓብዪ ከዓኒ ፍርሃት እግዚኣብሄር ብዓብዪ ከዓ ኣካል ስለ ዝኾንና ከምኡ ንብል ነርና ድሓር ዋላ ፖለቲካ ንተርእናዮ ከሰሊ ሓወይ ትግራይ ትስዕር ማለት ሲ ሓፁር እዮም ህዝቢ ትግራይ ሲ ንህዝቢ ኤርትራ ሓፁር እዩ ህዝቢ ትግራይ ተሳዒሩ ማለት ኣብቲ ሰዓት እቲ ሕልሚ ኣብይን ኢሳያስን ተፈፂሙ ማለት እዩ። ሕልሚ ኣብይን ኢሳያስን ከዓ ኣብ ሚሌኒየም ድዩ ዋላ ኣብ ኣዳራሽ ሃገር ዝበሃል ኣብ ኤርትራ ድዩ ዋላ ኣብ ስዑድያ ከይዶም ዝፍፈር ዝተሰማምዖ ድዩ ኩሉ ንምትግባር እዩ ነይሩ ተታሽሙ። ግን እቲ ህዝቢ እቲ ኣይተሳዕረን። ኣብ ትሕቲ ኣምላኽ ኩሉ ተኣሽሙ ዋጋ ከፊሉ ንኹሉ ተኣሽሙ ኮይኑ ማለት እዩ ዋላ ብዛዕባ ህዝቢ ኤርትራ ንኤርትራ ንሓስብ እየ ዝብል ሲ ህዝቢ ትግራይ ከይሰዓር እዩ ተኣሽሙ ክብል ነይሩ ድሓር ህዝቢ ትግራይን ህዝቢ ኤርትራን ኣይኮነን ተዋጊኡ ኣብን ኢሳያስን ሕልሚ ኣብን ኢሳያስን ኣብ ልዕሊ ህዝቢ ትግራይ ነይሩ ሓቂ እና ስጋብ ሕጂ ስቲል ከምኡ ብምባልና ዋላ ትግራይ ትስዕር ብምባልና ብርድኢት ተረዲእና ስለዝኾነ ስቲል ኣብኡ ኢና ዘለና ማለት እዩ ምስ ህዝቢ ኢና ምስ ህዝቢ ትግራይ ህዝቢ ትግራይ ከይሰዓር ብኩሉ ሓደ ሰብኣውነት ካልኣይ ረብሓ ብኩሉ ብኩሉ ርኢና ኢና እሞ ኣም ፕራውድ ኦፍ ዩ ሰሊ ሓወይ ብጣዕሚ
ከባራ ሓወይ እዚኣ ክውስኸልካ ካልኣይቲ ዘስሕቐኒ ድማ እቶም ትማሊ ትግራይ ትስዕር ንስኻትኩም በቃ ተጋሩ ኢኹም ንስኻትኩም ከምዚ ኢኹም ኢሎም ዛረቡ ዝነበሩ ሕጂ ካባና ንላዕሊ ከዓ ተግሪሮም ንሪኦም ኣለና ካባና ንላዕሊ ንህዝቢ ትግራይ ክሓልሉ ምክንያቱ ናቶም ስታንድ ዘይብሎም ከምዚ ፓሮት ምሽ ኣሎ ናይ ኢሳያስ ፓሮት ኢሳያስ ትግራይ ትስዕር እንተ ኢሉ ትግራይ ትስዕር ይብሉ ኢሳያስ ተደምረናል እንተ ኢሉ ተደምረናል ይብሉ እሞ ገሊኦም ከዓ ምሁራት እዮም ሕጂ ብጣዕሚ ይሓዝን ናይ ብሓቂ ይሓዝን ምክንያቱ ከም ሰብሲ ኩሉ ግዜ ሕልና ኣምላኽ ሕልና ሂብልና ኣሎ ሰብ በቃ እንታይ ዓይነት ዜግነት ኣለዎ ብዘየገድስ ኢትዮጵያዊ ድዩ ኤርትራዊ ድዩ ኦሮሞ ድዩ በቃ ብዙ ዝኾነ ሰብ እንድሕር ደኣ ኮይኑ ክውፃዕ እንተ ደኣ ርኢኸ ኣብ ጎኑ ዶ ምባል ግን ወንጌል ዮሃንስ ወንጌል ማቴዎስ ወንጌል ሉቃስ ኢሎም ሰብኩካ ኣብቲ ክሓዝኑ ከሎ ግን እንዳመረፁ እዮም ዝሓዝኑ እንዳመረፁ ዋላ ኣብዚ ናይ እስራኤልን ፍልስጤምን ኣነ ክልቲኦም ክሞቱ ይደልዮም እየ ክልቲኦም ምክንያቱ ኣብ ኣምላኽ ሌላን ጉሌላን የለን ኣምላኽ ንእስራኤል የፍቅር ንፍልስጤም የፍቅር እሱይ ናተይ ርድኢት ክርስትያን ተባሂልካ ሓደ ክርስትያን ሓደ ኣገልጋሊ ተባሂሉ ሓደ ፓስተር ተባሂሉ ግን ብዛዕባ እስራኤል ጥራይ ዝፅሊ እንተ ኮይኑ ምክንያቱ እሱ ሕጂ ካልእ ትርጉም ኣለዎ ንዓይ ካልእ ሰብ ከዓ ካልእ ትርጉም ኣለዎ ንዓይ ግን ንዓይ ኩሉ ህዝቢ ኣምላኽ እዩ ኣብ ኣምላኽሲ ኣምላኽ እግዚኣብሔር ይመስገን ካብ ኣእምሮና ንላዕሊ ነስላ መፍቅር ንኩሉ ዘየፍቅሮ የለን ነስላም የፍቅር ንክርስትያን የፍቅር ነቲ ኣማነ የፍቅር ነቲ ዘይኣማነ ነቲ ኤቴስ የፍቅር ምርጫኻ ሂቦ ስጋብ መወዳእታኻ ምርጫ ሂብና ኣሎ እቲ ንደልዮ ክንመርፅ ስለሲ ከባር ሓወይ ናይ ብሓቂ ዝገርም እዩ ናይ ብሓቂ ናይ ብሓቂ ብጣዕሚ ፅቡቅ ደስ ዝብል ካብኡ ኣስዕብ ኣቢለ ብዛዕባ ከም መእተው እንዲሱ ኣብ ትህሉ ኩነታት ኣብ ናይ ኣብዚ ሰዓት እዚ ንሪኦ ዘለና ማለት እዩ ዞባና ብጣዕሚ ተኣሽሙ ኮይኑሉ ዘሎ ሰዓት እዩ ማለት ብኤርትራ ወገን ኣብ ትግራይ ኢትዮጵያ ኩሉ እንተርኢናዮ ብጣዕሚ ኣብ ኣሰካፊ ኩነታት እዩ ዘሎ እሞ ከመይ ተንብቦ ከመይ ትሪኦ ኣለካ እስኪ ከመይ ሪኦ መስለካ መጀመርያ ናይ ብሓቂ ማለት ብጣዕሚ ዘጉሂ እዩ ብጣዕሚ ካብ መጠን ንላዕሊ መጀመርያ እቲ ኣብ ብርቱዕ ወፅዓ ዘሎ ህዝቢ ኤርትራን ህዝቢ ትግራይን እዩ ህዝብና ኣብ ዓብዪ ኣብ ብጣዕሚ ከቢድ ዝኾነ መቑሕ እዩ ዘሎ። ህዝቢ ትግራይ ድማ ነፃነት ዝመስል ዲሞክራሲ ዝመስል ግን እሳቶም ልክዕ ከማና ፍልይ ሕብሪ እዩ ዝፍለ እምበር እሳቶምን ምክንያቱ ናቶም መራሕቲ ድማ ካብ ህግደፍ ደይፍለዩ ምክንያቱ ኣብዚ ሰዓት እዚ እቲ ሓንጊሩ ካብ ሞት ዘውፅኦም እቲ ተቓሊሱ ኦልሞስት ሓደ ሚሊዮን ከፊሎምሲ ንስልጣን ከምዚ ኢሎም ክባልዑ ክትሪኦም በዓል ጌታቸው ረዳ ዓብ ክብሪ እዩ ነይርኒ ኣብኡ ሕጂ ግን ጌታቸው ድዩ ዋላ ደብረፅን ናይ ብሓቂ ብጣዕሚ ሕሱራት ናይ ብሓቂ ናይ ብሓቂ ካብ ልበ ፈንፊነ ምክንያቱ ከም ሰብሲ እቲ ተቃሊሱ እቲ ኩሎም ሓደ ግዜ ሓደ ካብቶም ተጋደልቲ ዝኾነ ክዛርብ ሰሚዐሲ ካብተን ሰበ ስልጣን ደቂ ኣንስትዮ ብጣዕሚ ስለ ዝደኸመሲ ሓዚሉ እዩ ወሲድዋ ሓዚሉ እዩ ውፅዋ ሕጂ እዞም ሰባት እዚኣቶምሲ ሰንኪሎም ተቆራሪፆም መናእስያት እዮም መሳኺን ስጋብ ሕጂ ኣለይ መለይ ዝብሎም ሰብ የለን እቲ መንግስቲ በቃ ኣኼባ እንዳገበረ ብዛዕባኦም ክካታዕ ዝግብኦ ብዛዕባ እቲ ከመይ ገይሮም እዮም ሬፈረንደም ክገብሩ ዝኽእሉ ከመይ ገይሮም እዮም ተታሒዝ ዘሎ መሬቶም ክመልሱ ዝኽእሉ ከመይ ገይሮም እዮም ሃሬት ሃገር ክኾኑ ዝኽእሉ ብዛዕባ ክንዲ ዝካትዑስ መን እዩ ፕረዚደንት ዝኸውን ኢኖ ናይ ብሓቂ ዘሕዝን እዩ ኣነ ናይ ብሓቂ ሓፊረ ካልኣይ እቲ ዓብዪ ሕስረት ድማ ነቲ ዘፅነቶም ነቲ ደሞም ዘፍሰሰ ነቲ ሓደ ሚልዮን ህዝቢ ዝበልዓሎም ህግደፍ ምስኡ ሕብረት ምግባሩ ምስኡ ተራኺቦም ምስ ሰማዕኹ መጀመርያ ኣይኣመንኩን እንታይ እዮም ዝብሉ ዘለዉ ማለት ፍጹም ፍጹም ኣሎ እኮ መዓት መንግስታት እኮ ኣለዋ ካልኦት መንግስታት ኣለዋ ምስኡ ምስ ኢሳያስ ዝርክብ ገይሮም ሰምዓኹ ናይ ብሓቂ ሓዚነ ስለምንታይ እዮም ከምኡ ገይሮም ኣብይ እቲ ጌታቸው ምስ ኣብይ ምስ ሓራዲኡ ማለት እዩ ምስቲ ኣብይሲ ትማሊ ተኣምነን ሎሚ እውን ኣይእመን እዩ ስለዚ ምስ ዘይእሙን ሰብ ጌታቸው ምስኡ ርክብ ምስ ገበረ ደብረፅዮን ከዓ ህይወቱ ሰኪዩር ንምግባር ምስ ኢሳያስ ሕብረት ዝፈጠረ ኮይኑ ስምዓኒ ሕጂ ከምዚ ዓይነት መራሕቲ ካብ ህግደፍ ካብ ናይ ኢሳያስን ናቱ መሳርሕቱን ፈለየ ኣይሪኦም እየ ማለት ናይ ብሓቂ ዘሕፍርን ናይ ብሓቂ ዘሕዝንን እዩ እቲ ህዝቢ ትግራይ ሲ እዚ ይግብኦን እዩ ምክንያቱ ምስመን ምስመን ኢካ ምስመን ምስ ህግደፍ ከምኡ ስለ ዝኾኑ እኳ እዮም ሕጂ በቃ ምእንቲ ባሕሪ ከይውሰዶም ዓሰብ ከይትውሰዶም ባፅዕ ከይውሰዶም ሰብ በቃ እንድሕር ደኣ ምስ ትግራይ ሓቢርና ኩሉ ግዜ ብእግሮም ደው ድብሉ መንግስቲ ኣይኮነን ደልና ብናቶም ደው ድብሉ ኩሉ ግዜ ኣብ ሓደ ተሓዚሎም እዮም ስለዚ ትማሊ ምስ ኣብይ ኮይኖም ንትግራይ ከጥፍኡ ፈቲኖም ሕጂ ከዓ ምስ ትግራይ ኮይኖም ንኣብይ ከጥፍኡ ፍትኑ ኣለዎ ስለዚ እዚ ናይ ብሓቂ ናይ ውድቀት ውድቀት እዩ ብጣዕሚ ብጣዕሚ ያ እቲ ህዝቢ ተበዲሉ ሓቃ ህዝቢ ትግራይ ተበዲሉ ኣግዲዖሞ ንቲ ህዝቢ ብጣዕሚ የሕዝነካ ኣነ ክሪኤ ከለኩ ክልተ ካልኣይ ሳልሳይ ግዜ እቲ ህዝቢ ይብድሎ ኣለዎ ኮይኑ ተሰሚዕኒ ብጣዕሚ እዩ ዝገርመካ ብጣዕሚ እያ ኩሉ ዋጋ ከፊሉ እዚ ኩሉ ተኣሽሙ ኮይኑ ዘይተርፎም ዘይተርፎም ንስልጣን ካብ ዘይውፃእ ኣውፅእዎም እቲ ህዝቢ ዋጋ ከፊሉ ሲ ዘይተርፎም ከ ዘይተርፎም ካልኣይ ክንደይ ከተሪፎም ኣሎ ኣብቲ ዕድሜኦም ሲ ክንደይ ተሪፎም ኣሎ ማለት እንታይ እንታይ ስልጣን ሲ እንታይ ክገብር እዩ ራእሞ ሕጂ ተሪፍና ዘሎ ዕድመ ሙራይ ሓቂ ንሓቂ ሓቂ ተዛሪብካ ፅቡቅ ሓቂ ዝኾነ ነገር ጌርካ ምሕላፍ ኣይሓይሽን
ብጣዕሚ መሊሶም ኣሕሊፎም ነቲ ህዝቢ ናብቲ ኣሽሙ ከእትዎ ከለዉ ብሰንኪ ናቶም ዘይምስምማዕ ነቲ ህዝቢ ናብቲ ዓማፂኡ ኣብ ትሕቲኡ ክምብርካኽ ገይሮሞ መሊሶም ኣግዲዖሞ ክንደይ ተበሳጭዮም እዮም ፋሕፋሕ ዝብሉ ዘለዉ እቶም መንእሰያት ከምቲ ንዓና ዝወረደና ከምኡ ወርዶም ኣሎ መሳኪን እዚ ኩሉ ዋጋ ከፊሎም የሕዝነካ እና ብጣዕሚ የሕዝነካ እዩ ናይ ህዝቢ ትግራይ ንሕና ኩሉ ግዜ ካብ መጀመርታ እውን ፀግዒ ህዝቢ ኢና እምበር ፀግዒ ስርዓት ኣይኮናን ኣብ ኩሉ ግዜ ከምኡ ኢና ከዓ ንቐፅል ኩሉ ግዜ ፀግዒ ህዝቢ ኢና ንሕና ምስ ህዝቢ ኩሉ ግዜ ሓቂ ኩሉ ግዜ ወገን ትውፅዕ ኢና እግዚኣብሔር ይመስገን ክብሪ ንኣምላኽ ናይ ብሓቂ ያ ንሕና ከ ከመይ ትሪኦ ናይ ትግራይ እዚ ናይቲ ህዝቢ ከ ናይ ኤርትራ ብኤርትራ ወገን ከመይ ተንብቦ ኣለኻ
ብኤርትራ ወገን ድማ ማለት ተወሊድና ዝዓበናሉ እሞ ከዓ ህዝብና ስለዝኾነ ንህዝብና ማዕዳ እየ ክህብ ደሊ ካብቲ ዘለናዮ ብድዐ መን ከማይ ምሻሎ ካብዚ ሲ ንውፃእ ናይ ብሓቂ ኣምላኽ ክሰምዓና ምእንቲ ኣምላኽ ዋላ እቶም መፅሓፍ ቅዱስ ነንብብ እቶም ክርስትያናት ኢና ንብል እቶም ንኣምላኽ ንፈርህ ኢና ንብል ናይ ብሓቂ ንኣምላኽ ንፍለጦ ክንፈርሆ ምእንቲ ምክንያቱ ንኣምላኽ ዝፈልጦ ይፈርሖ እዩ እቲ ህዝቢ ህዝብና በቃ ንዝኾነ ግልብጥ ግልብጥ ድብል ሓቂ ዘይፈቱ ህዝቢ ከምዚ ዓንተወይ ክብሎ ፅናሕኹ ተደምረናል እንተ ኢሎም ቁርብ ቁርብ ኣይሓፍሩን እዮም ዋ ንሕና ትማሊ ከምዚ ንብል ነርና ኣይሓፍሩን እዮም ወፂኦም ባንዴራ ሒዞም ተደምረናል ኣብይ ገለመለ እንታይ እሞ ኢልካዮ ኢልካ ዘይውዳእ ነገር ደሓር ክበኣሱ ከለዉ ድማ ከም ኣብይ ገይሮም ዘድንቆ ኣይነበሮም ክበኣሱ ከለዉ ድማ ልክዕ ብኡ መጠን ሕጂ እቲ ህዝብና ሰኢሉ ኩሉ ግዜ በቃ ኣብ ሓቂ ዘይረግፅ ህዝቢ ኣብ ዝጠዓሞ ዝድቅስ ህዝቢ ግልብጥ ግልብጥ ግልብጥ ድብል ህዝቢ ከምኡ ስለ ዝኾነ እኳ እዩ ንሕና ንባዕልና ሲ ኣብ ዓድና ኮይና እንተ ንቃለስ ምሓሸ ግን ኩሉ ግዜ እቶም ዋጋ ዝኸፈሉ ብሉፃት ተቓለስቲ እነሆ ሰላሳ ዓመት ኮይኑ ኣሎ ስለዚ ንሕና እውን ተታሒዝና ነርና ተንኾና እው ስጋብ ሕጂ ዝሓተልና ሰብ የለን ስለዚ ንህዝበይ ዝብሎን በቃ ዝገድፈሉ ምኽሪ እንተሃለወ መጀመርያ ንኣምላኽ ፍለጥ ምክንያቱ ምእንቲ ክንፈርሆን ኩሉ ሕጂ እቲ ኣማኒ ኦርቶዶክስ ኣብ ፆም ኣርባዓ እዩ ዘሎ ግን ኣብ ፆም ኣርባዓ ጥራይ ድና ንኣምላኽ ክንፈልጦ ዘለና ረቡዕን ዓርብን ጥራይ ድና ንኣምላኽ ክንፈልጦ ዘለና ኣብዚ ቲክቶክ ዝዝረብ ዘረባታት ስማዕ ናይ ብሓቂ ነውራም ዝኾነ ዘረባ ናይ ብሓቂ ማለት ካብ ሓደ ዝሓለፈ ግዜ ሲ ሓንቲ ኣብቲ ሶሎ ሚድያ ንሓቂ ትብል ናይ ዩትብ ቻነለይ ዘይንቡር ርክብ ስጋ ኣብ ሓዳርሲ ኣብ ሓዳር ሰብኣይን ሰበይትን ኮይኖም ዘይንቡር ርክብ ስጋ ብጣዕሚ ሕማቕ ብጣዕሚ ግዕዙይ ብጣዕሚ ነውራም ዝኾነ ኢለ ቪድዮ ኣዳልየ ምክንያቱ ብዙሕ ሕማቕ ነገር ኣብ ሓዳር ምስ በዓል ቃል ኪዳንካ ምስታ የፍቅራ እየ ዝብል በቃ ሕማቕ ዓይነት ርክብ ስጋ ገለ ዝብል ገይረ ሕጂ ኣብኡ ሓደ ሲ እንታይ ኢሉ ፅሒፍለይ ምስለካ ክልቴና ተሰማሚዕና እንዲና ክልቴና ሲ ተሰማሚዕና ኢና ድላይና ንገብር ከመይ ኢሉ እዩ ነውሪ ኮይኑ ሳይንቲፊካሊ ፕሩቭ ግበረኒ ተኸራኸር ምሳይሲ ንከራኸር ኣነ ክከራኸር ኢለ ኣይኮንኩን ኣብ ሚድያ ወፅእ ሓቂ ኢለ ዝኣምነሉ ይዛረብ እቲ ሰብ ድማ እቲ ሓቂ መርፅ እቲ ድላይ እዩ እቲ ሓቂ ኢሉ ሓቂ ሓንቲ እንድያ ሓቂ ከም ድላይካ ሞል ትገብራ ኣይኮነትን ሓቂ ሓንቲ እያ ስለዚ ተለሊ ሓቂ መርጽ ተለሊ ከዓ ሓሶት ተለሊ ብርሃን መርጽ ተለሊ ጸልማት ግን እቲ ሓቂ ይምህር ስለዚ እንታይ ክብለካ ደለ ካባርሖይ ህዝብና ኣብ ዘየለ ሓሸውየ ብኩሉ በቲ መንፈሳውነት ጠፊእና ኣለና በቲ ደቅና ይጠፍኡ ኣለዉ ስለዚ በቃ ናብ ሓቂ ክንመፅእ እቲ ፖለቲካ ዓድና ናይ ብሓቂ ፖለቲካ ሃገርና ጥፉእ ከምዚ ክብሎ ዝጸናሕኩ በቃ መትሓዚ ዘይብሉ ስቅ ኢሉ ግምጥል ግምጥል እቶም ዋላ እቶም ተቃወምቲ ንበሃል ኣባና እውን ስቅ ኢልካ ገልጠምጠም እቲ ደጋፋይ ካብ ሰብ ንላዕሊ ባንዴራ ካብ ሰብ ንላዕሊ ሃገር ካብ ሰብ ንላዕሊ ባሕሪ ልዕሊ ሰብ ባሕሪ እንተ ሰብ እንተዘየለ ባሕሪ ዋጋ የብሉ ሰብ እንተዘየለ ባንዴራ ዋጋ የብሉ ሰብ እንተዘየለ ሕጂ መጀመርያ ሰብ እዩ ካብ ሸውዓተ ሚልዮን ልዕሊኡ ክንከውን ዝግባኣና ሲ ሰለስተ ሚልዮን ኮይና ኣለና ጸኒትና ጀኖሳይድ ተፈጺምና ኣሎ ስለዚ ህዝበይ መጀመርያ ብዛዕባ ሰብ ካልኣይ ብዛዕባ እቲ ክብሪ ዝበሃል እቲ ኖብል ዝኾነ ክቡር ዝኾነ ነገር ንሕሰብ ኣብቲ ክቡር ዝኾነ ነገር ንንበር ብኩሉ ኣብ ፖለቲካ ድዩ ኣብ ምክንያት ብኩሉ ኢና ዊር ሎስት ሓደ ናህና ስታንድ የብልናን እቲ ዓማፅ መንግስቲ ዝበሎ ሰብ ደኣ እሞ ሃዲሙ ወፂኡ ነቲ ዘሳደዶ ዶ ደግፍ እዩ ኣእምሮ ዘለዎ ሰብ እዚ ኣብ ሊብያ በፂሑ ዘሎ ዝኸይድ ዘሎ ሽግር ብጣዕሚ ከቢድ እዩ እስከ ሕተትዎም ንኤርትራስ ክምለሱ ደልዩ ዶ ኢሎም እቶም ዝወፁስ በዓል ማዕበል ክፍላይ ኣብ ደገ ወፂኦምሲ ንኤርትራስ ክምለሱ ደልዩ ድዮም ከባር ሓወይ ክትምለስ ትደሊ ዲኻ ኣነ ክምለስ ደሊ ኣነ ክምለስ ዘይደልሲ ነቲ ተወፂዑ ካብ ገሃነብ እሳት ዘምለጠስ ናብ ገሃነብ እሳት ናብ ገሃነበ እሳት ተመለስ ትብሎ ዲኻ ብጣዕሚ ስለዚ እዚ ብል ከባር ሓወይ ገርም እዩ ንገርም እዩ ሰለ ሓወይ ብጣዕሚ ብጣዕሚ ናይ ህዝብና ነገር ያ ክቡራት ተኸታተልቲ ሳይን ፕረስ እዚ ንዛረበሉ ዘለና ኣርእስትታት ብብዙሕ ኣብ ብዙሕ ቦታታት ርእየ ሰሚዕኩሞም ኣቢልከዎ እንትኾኑ ኢኹም ንሕና በቲ መንፈሳዊ ታሽሙ ከዓ ስለ ንሪኦ ምስኡ ኣተኣሳሲርና ኢና ታሽ ንገልፆ ንፍትን ዘለና እሞ ኣምላክ ከዓ መፍትሒ የውርድ ንህዝብና ኣብ ርእስቲ ታሽሙ ምስትውዓል ምስትውዓልና ይባርኽ ነፍሲ ወከፍና ምክንያቱ ሽፍት ጌርና ኣለና ብጣዕሚ ሰሌ ሓወይ እስኪ ብኮለካ ድሕሪ ትሽዓተ መዓልቲ ዝመፅ ዘሎ ሰሙን ብልሙድ መዓልቲ ነፃነት ተባሂሉ ታሽሙ ዝግበር እሞ እንታይ ነፅነት እስኪ ንዓካ ሰሌ ሓወይ
ከባር ሓወይ ናፅነት ማለት ናፅነት ማለት እዩ ማለት ምንም ትርጉም የብላን ኣብ ናፅነት ድላይካ ትመሃረሉ ከም ድላይካ ትነግደሉ ክትስእ ከለካ ብናፅነት ሓራ ኮንካ ከይፈራሕካ ትትስኣሉ ከይፈራሕካ ትወፅኣሉ ብሰላም ወፂኻ ሰሪሕኻ ተማሂርካ ነጊድካ ምስ ኣዕሩኽትኻ ሻሂ ሰቲኻ ዝብጻሕ ቤተሰብ ተለካ በጺሕኻ ናብ ድላይካ ኣብታ ሃገርካ ናብ ድላይካ በቃ ብዘይ ገለ ናይ መንቀሳቐሲ ወረቐት ብዘይ ገለ ናይ ይሕለፍ ወረቐት ትኸደሉ እዩ ናፅነት ማለት ናፅነት ማለት እዚ ኣብዚ ንነብረሉ ዘለና ንስኻ ትምረፀሉ ንስኻ ትመርፀሉ ኣባና ኣብዚ ሕጂ እዚ ምንም በቃ ምንም ኣብ ካናዳ እየ ዝነብር ናይ ካናዳ መንግስቲ ኣቦይ ኣይተሰወ ኣኮይ ኣይተሰወ ሓወይ ኣይተሰወ ወላ ሓደ በቃ ወላ ሓደ ዝኸፈልኩ ዋጋ የለን ግን ሕጂ ምርጫ ኣሎ ናይ ምርጫ ካርድ ሰዲዶምልና ካናዳዊ ኤርትራዊ ካናዳዊ ስለ ዝኾንኩ ምረጽ ኢሎምሲ ሰዲዶምለይ ሕጂ ክመርጽ ራዳይ ክመርጽ ጥራይ ዘይኮነስ ዋላ ንክምረጽ እውን ድሕሪ ደኣ ብቕዓት ኣለኒ ዋላ ንክምረጽ ስጋብ ፕረዚደንት ናይ ምዃን ደቀይሲ ፕረዚደንት ናይ ምዃን ድሕሪ ደኣ ዓቕሚ ሃልዮም ከምኡ ዓይነት ዕድል ኣለዎም ኣብ ዘይፈልጦ ሃገር ስለ ተወለዱ ጥራይ ማዕረ እቲ ካልእ ጻዕዳ ኣነ ጸሊም እየ ጸሊም ኤርትራዊ ግን ማዕረ እቲ ጻዕዳ እዚ ናጽነት ማለት እዚ ኣብ ሃገርና ድማ ስኢሎም እዮም መዓልቲ ናጽነት ዝብሉ ሰብ ተኣሲሩ ከሎ ሰብ ብፍርሒ ከሎ ሰብ ኣይመርጽ ኣይምረጽ ሰላሳ ዓመት ሰላሳን ገለን ዓመት ሲ ምርጫ ዝበሃል ተራ ይፈልጥኒ ፓርላማ ዝበሃል የለን ገለ ነገር ተዛሪብካ ሰላሳን ገለን ዓመት ትእሰረሉ ሃገር ሞኸ ኣብ ዘይፍርዲ ሕጂ ኣይናይ ናፅነት እዩ ናፅነት ንሰብ ኣሲርካ ዶ ነፃ ትብሎ ኢኻ ንሰብ ብጥሜት እንዳሳቐኻ ዶ ነፃ ኢኻ ትብሎ ኢኻ ንሰብ ካብ ባንኩ ገንዘብ ከም ዘየውጽእ ጌርካ ገንዘቡ ጽዒሩ ዝኣከቦ ነጻ ኢኻ ዶ ትብሎ ኢኻ ወዲ ዓሰርተ ኣርባዕተ ዓመት ውላዱ ሓንሳብ ብሃገራ ማእቶት ሓንሳብ ብሃገራዊ ኣገልግሎት መንጢልካ ወሲድካ ኣብ ዘይውግኡ እቲኻ ኣጽኒትካ ቀቲልካ ነጻ ኢኻ ዶ ትብሎ ኢኻ መርድኡ ከይነገርካ ይበሃል ድዩ ኣይ ናይ ናጽነት ሕጂ እቲ ሃዲሙ ዝወፀ ድማ ከማን ሃዲሙ ዝወፀ ገሊኡ ድማ ናይ ብሓቂ ኣነ ብሱዳን ገይረ ይወፀ ሕጂ እቲ ናተይ ኣዋፃ ብዙሕ ከቢድ ኣይኮነን ምስቲ ካልእ ክርኢ ከለኹ ገሊኡ ሲ በቃ ማዕበል ኣትዩ ጥሒሉ ካብ ሞት ካብ ሞት ካብ ሞት ይወፅእ ሕጂ ወፅኡ ነዚ ዓመፀኛ መንግስቲ እንዳ ደገፈ መዓልቲ ናጽነት ከብዕል ከሎ ናይ ብሓቂ እዩ ዝሓዝን ኣየናይ ናጽነት ደቅኻ ገቢርካ እሞ ከዓ ይሞቱ ይሃልው ስጋብዛ ሰዓት እዚኣ እኮ እቶም ደየለዉ ሪኦሞም ደይፈልጡ ብሕልፊ ብዙ ሕጂ ናይ ትግራይን ናይ ነው ዝነበረ ውግእ ስጋብ ሕጂ ድሃይ ተዘይብሎም ሲ ብሂወት የለዎም ግን ድሓን ድሓን ድሓን ዓሰብ ኣለዉ ንበል ኣብ ናቕፋ ኣለዉ ንበል ግን ኣነ ሲ ህለዋት ክኾኑ እየ ዝምነ ስጋብ ሕጂ ግን ስጋብ ሕጂ ብዙሓት ተሰዊኦም ደቁ ሓቂፉ ኢሳያስን እቶም ሰበስልጣን ደቆም ሓቂፎም ነቲ ካልእ ግን ስጋብ ሕጂ ኣይነገርዎም ሕጅስ ዓይን ኣይናፅነት እዩ ደቂ ሰበስልጣን ከባራ ሓወይ ኣብ ድላዮም እዮም ክወፁ ዝኽእሉ ኣብ ድላዮም ኣብ ድላዮም ሰዓት ደቆም ኣመርዕዮም ኣውፅኦም ደቆም ብላንድ ክሩዘር ገይሮም ስጋብ ትግራይ ስጋብ ትማሊ ዝዋግኦ ዝነበሩ ስጋብ ኣብኡ ስጋብቲ ቦርደር የብፅሑም እቶም ደቂ ሰበስልጣንሲ ብእግሮም ከሆነ ኣይንቀሳቀሱን እዮም ሕጅስ ከምዚ ዓይነት ግፍዒ ዝፍፀመሉ ሃገር ኣይናይ ናፅነት ኣይትመሃረሉ ኣይትምርዓወሉ ኣይትዘምደሉ ኣይትሰርሓሉ ኣይትነግደሉ ኩሉ ግዜ ብፍርሕን በቃ ተሸቑሪርካ ትነብረላ ሃገር ሲ ሕሰብላ ናይ ብሓቂ ናፅነት ማለት ናፅነት እዩ ብጣዕሚ
ብጣዕሚ ናብ ንቡር ንመለስ ትብል ኣላ ሓፍትና ኣለም ሓቂ እያ ናብ ንቡር ናይ ብሓቂ ናይ ብሓቂ እያ ኣምላኽ ናብቲ ንቡር ይምለስ